ስላም ወሰናይ ክቡራት ተኸታተልትና ናብ ካናልና ፍቕሪ ምስ ኩሉ እንቋዕ ብሰላም መጻእኩም ሎም መዓንቲ እቲ ብቡንደስ ካንስለሪን ኣንጌላ ሜርክል ነቲ ቡንደስ ኣይንሃይትሊሸ ኖት ብሬምሰ ዝምልከት ሓድሽ ሕጋግ ወፂኡ ዘሎ ዝሃበቶ ሓበሬታ ሒዝናልኩም መጺና ኣለና ሰናይ ምክትታል ንምነየልኩም ዝኸበርክንን ዝኸበርኩምን ካብዚ ቀዳመ ሰንበት ኣትሒዙ እቲ ንተላባዲ ሕማም ዝምልከት ሓድሽ ሕጋጋት ክትግበር እዩ ወይ ከኣ ብቐሊሉ ካብ ሕጂ ንደሓር ኣብ ሃገር ምሉእ ሓበራዊ ሕጋግ ነቲ ሕማም ደው ንምባል እዚ ኖትብሬምሰ ክትግበር እዩ። በዚ ከኣ ነቲ ህዝብን መንግስታዊ ትካላትን ንጹር እዩ እንታይ ክግበር ከም ዘለዎ፣ እንድሕሪ ደኣ ኣብ ሓደ ከባቢ እቲ ኢንሲደንሲ ልዕሊ ሚእቲ ደይቡ። እዚ ከኣ ኣብዚ ንገብሮ ዘለና ቅልሽ ኣንጻር እዚ ተላባዲ ሕማም ሓድሽ ነገር እዩ። ኣነ ከኣ ይኣምነሉ እየ እዚ ብህጹጽ ከም ዘድሊ። ምኽንያቱ ሕጂ ንሕና ኣብቲ ሳልሳይ ማዕበል ናይዚ ለበዳ ሕማም ኢና ዘለና። እቲ ተላባዳዊ ሓድሽ ዓይነት ቫይረስ እዩ ኣብ ጀርመን ኣስፋሕፊሑ ዘሎ። እቲ ሮቤርት ኮኽ ኢንስቲቱት መዓልታዊ እዩ ጸብጻብ ብዛዕባ ዝሓድሽ ዝሓመሙን ኣብ ኢንተንዚቭ ዝሕከሙ ዘለዉን ዝሕብር ዘሎ። እቲ ብዝሑ ከኣ ልክዕ ከምቲ ኣብ ክረምቲ ኣብ ወጥሪ ዝነበርናሉ ግዜ እዩ። እቲ ካብ ሓኻይምን ሕሙማት ዝኣልዩን ንሰምዖ ከኣ፣ ብሓቂ ሓግዙና ዝብል ጸዋዕታ እዩ። እዞም ሰባት እዚኦም ምእንታና ኢሎም መዓልታዊ ንብኮረና ዝተጠቕዑ ንኸድሕኑ ልዕሊ ዓቕሞም ዝሰርሑ ዘለዉ እዮም። ግን ንሶም ከማን በቲ ዝበለጸ ሕክምናዊ ብልሓትን ሓቦኛዊ ኣሰራርሕኦምን ክኽእልዎ ኣይክእሉን እዮም። ሓገዝና የድልዮም እዩ። ንሕና እታ ሃገር፣ እቲ ሕብረተሰብ፣ እቲ ህዝቢ ኩልና ንሕና ክንሕግዝ ኣለና። እቲ ሓድሽ ሕግን እቲ ኣብኡ ተወሲኑ ዘሎ ሃገራዊ ብህጹጽ ደው ንምባል ንሱ ጥራሕ ኣይኮነን፣ ግን እዚ ከማን ነቲ ናይ ሓገዝ ጸዋዕታ ኣገዳሲ መልሲ እዩ፣ ዕላምኡ ከኣ ነዚ ሳልሳይ ማዕበል ናይዚ ተላባዲ ሕማም ንምዝሓል እዩ፣ ብድሕርኡ ከኣ ደው ንምባልን መወዳእታ ከኣ ምምላሱን እዩ። ነቲ ዕላማ ነቶም መዓልታዊ በዚ ተላባዲ ሕማም ዝጥቅዑ ዘለዉ ብዝሒ ቁጽሪ ከኣ ብቕልጡፍ ናብቲ ዓቕምና ዝኾነ ንሕናን እቲ ናይ ጥዕና ሚኒስትሪን ክንክእሎ ክንክእል ምጡን ብዝሒ ንምግታእ ይሕግዝ እዩ። እቲ ሕጋጋት ብህጹጽ ደው ንምባል ዝብል ከቢድ እዩ። እዚ ከኣ ንዓይን ንብጾተይን ኣብቲ መንግስትን ፓርላማን፣ ቡንደስረጊየሩንግ፣ ቡንደስታግን ቡንደስራትን ኣብ ነፍሲ ወከፍ ኩነት ምይይጥና ይርደኣና ነይሩ እዩ። በዚ ምኽንያት ከኣ ዋላ ሓደ ኣቕሊሉ ዝረኣዮ የለን። ኩሉ ግዜ ነመዛዝኖ ኢና ነይርና። እዚ ምስ ካልእ ንኸይትራኸብ ምግታእ ኣድላዪ ድዩ? እቲ ቀጺሉ ዝመጽእ ካብ ምውጻእ ምኽልካል፣ ነቲ ንገብሮ ዘለና ቃልሲ ኣንጻር እዚ ተላባዲ ሕማም ንኽንስጉም፣ ይሕግዝ ድዩ? እቲ ውሳኔታት ዋላውን እቲ ሳዕቤኑ ንደቅና ኣብ ቤት ትምህርትን መዋእለ ህጻናትን ዘመጣጥን ድዩ ወይስ ካልእ ማእከላይ መንገዲ ኣሎ ነቲ ብዝሒ ዝሓሙ ዘለዉ ብሓቂ ንምቕናስ? ዋላኳ ፍኹስ ዝበለ መንገዲ ክህሉ ኣዚና ንትምነዮ እንተኾነ ነዚ ሳልሳይ ማዕበል ናይዚ ለበዳ ሕማም ንክንበትኮን ንክንኣልዮን ካልእ ኣማራጺ ግን የለን። እቲ ዘሐጉስ ብብዝሒ ዘሎ ናይ ምርመራ ምግባር ተኽእሎ ዘለና ይሕግዝ ዩ ንዝሓመሙ ኣቐዲምካ ንምልላይን በዚ ኸኣ ነቲ ሰንሰለት ምልባድ ንምብታኽን። ግን ዋላ እቲ ምርመራ እንተበዝሐ ሕጂ ነዚ በዚሑ ዘሎ ቁጽሪ ኣብዚ ሳልሳይ ማዕበል ኣይሕግዝን እዩ። ስለዚ ነዚ ውሳኔታት እዚ ኣብ ካልእ ናይ ኤውሮጳ ሃገራት ውን ነቲ ብዝሒ ቁጽሪ ንምቕናስ ዝሓገዘ ከነተግብሮ ናይ ግድን እዩ። ዓዲ እንግሊዝ፣ ኣየርላንድ፣ ፈረንሳ፣ ሆላንድ፣ ፖርቱጋል እዘን ኩለን ሃገራት ነዚ ተሞኪሮናሉ እየን። ነቲ ምርኻብ እንድሕሪ ደኣ ብጥብቂ ገቲእኻዮ፣ እንድሕሪ ንኹሉ ርዱእን ግሉጽን ብዝኾነ ግዝያዊ እገዳ ጌርካ፣ ነቲ ልዑል ቁጽሪ ናይቲ ኢንሲደንሲ ከማን ኣብ ቀረባ እዋን ከተውርዶ ትኽእል ኢኻ። ብኻልእ ኣዘራርባ ነዚ ሳልሳይ ማዕበል ናይዚ ለበዳ ሕማም ንምብታኽን ብድሕርኡ ከኣ ነቲ እገዳ ንምፍኳስን ዝተዓወታሉ ሃገራት ዋላ ሓንቲ እኳ የላን፣ ነዚ ከቢድ መንገዲ እዚ ከይተግበረት፣ ንምሳሌ ምሸታዊ ምውጻእ ምኽልካል ዝተዓወተት። እዚ ማሌት ከኣ እዚ ሃገራዊ ዝኾነ ደው መበሊ ከኣ መስርሕ ነቲ ሳልሳይ ማዕበል ንምብታኽን ነቲ ክፍሊ ጥዕና መእለዪ ሃገርናን ካብ ዓቕሙ ንላዕሊ ንኸይከውን ንምክልኻልን እዩ። ሲስተማዊ ምርመራ እቲ ቁጽሪ ሕሙማት ውሑድ እንድሕሪ ደኣ ኮይኑ ብክትቆጻጸሮ እትኽእል ደረጃ ነቲ እገዳ ንኸተፍኩሶ ይሕግዝ እዩ። እቲ ዝግበር ዘሎ ክታበታት እንዳዛየደ ይመጽእ ኣሎ፣ እዚ ኸኣ እቲ ቀንዲ መፍትሕ እዩ ነዚ ተላባዲ ሕማም ንኽንሰግሮ። ኣነ ርግጸኛ እየ እንድሕሪ ደኣ ሕጂ ኮይኑልና ነዚ ለበዳ ብቁልጡፍ ኣዝዩ ክንቅንሶ ኣብ ንውሕ ዘይበለ ግዜ ቀስ ብቀስ ነዚ እገዳታት ከነፍኩሶ። ሕጂ እቲ ክግበር ዘለዎ ንግበር፣ ኩልና ብሓባር ከኣ ርህራሀን ሓላፍነትን ነርኢ። እዚ ሃገራዊ ዝኾነ ደው መበሊ ከኣ ክሕግዘና ኢዩ። ንኹሉኹም ነዚ ኣብ ምትግባር እትሕግዙ ከኣ የመስግነኩም።